ሰላማት ሰላማት ዝኸበርኩም ተኸታተልቲ ናይ ኤምቲ ሾሻል ኢንተርተይመንት ሎማዓንቲ ከኣ ሒዝናልኩም መጺና ዘለና ንዞም ኣዕሩኽትና ሓንቲ ሕቶ ክንሓቶም ኢና እታ ሕቶ እንድሕር መሊሶማ ከኣ ሰለስተ ሚእቲ ክወስዱ እዮም ሓንቲ እያ እታ ሕቶ ነታ ሓንቲ ሕቶ ዝመለሰ ሰለስተ ሚእቲ ክዕወት እዩ ሕጂ መጀመርያ ኣስማቶም ከነላለየኩም ምስኦም ከነላለየኩም መጀመርያ በዚ ጎነይ ዘሎ ጌርና ክንጅምር
ሰላም ደቂ ኤረይ ኣብ ዘዘለኹምዎ ሰላም ይምነየልኩም። ብመጀመርያ ስመይ ማዕበል መሓሪ ይበሃል ኤኬኤ ኤም ስኩዌር ሶ ተምሃራይ ኣብዚ እዋን እዚ ከዓ ይመሃር ኣለኹ የፅና ኣፕላይድ ሳይንስ ናብ ዝጎነይ ዘሎ ጀንትልማን ከዓ ከሰጋግረኩም ስሙ ስርሑ ይከላለየኩም እዩ
ሰላም ኣነ ኤፍሬም ይበሃል ተምሃራይ ኣፕላይ ሳይንስ እየ Chef, man.
He's a chef. A gentleman.
ኣንሃ ዮሃንስ ሓጎስ ይበሃል ኣነ እውን ከምኦም ተምሃራየ ናይ ኮንስትራክሽን ኢንጂነሪ ማለት እዩ
ፅቡቕ ኣስማቶም ኣላለዮምን ኣለዉ ናብታ ሕቶ ክንከይድ መጀመርያ እታ ሕቶ ናብታ ሕቶ ክንጅምር ኢና እታ ሕቶ እንታይ እያ እታ ሕቶ እንታይ ክሓቶም እዚ ዙርያ ናይ ዙርያ ናይዛ ንሪኣ ዘለና መቕድሒት ወይ ከዓ ዝኾነ መስተይት ማለት እዩ ዶ ይነውሕ ዋላ እዚ ናታ ንውሓት ዘሎ ማለት እዩ ዝሃይት ማለት እዩ እዚ ካብ ዘሎ ዶ ይነውሕ እሳ ኢና ታሓቶ በብሓደ ክንሓቶም ኢና መጀመርያ በዚ ጎነይ ዘሎ ክንሓቶ ኢና I don't know man. Uh, ብዝኾነ I don't know ብናተይ ኣረኣያ ማለት ከምዚ ዝብሎ ምናልባት ማዕረ ክኸውን ይኽእል ዘይክኸውን ይኽእል ዝፈልጦ ዋላ ሓንቲ ነገር የብለይ ግን ብግምት ማዕረ ይኸውን ኢለ ይግምት ኦኬ እቲ እታ ሕቶ ሕጂ ማዕረ ገለ ኣይኮነን እታ መልሲ ወይ እዚ ይነውሕ ወይ ከዓ እቲ ዙርያ ይነውሕ ኢልካ ክትምልስ ኣለካ እታ መልሲ ምክንያቱ ክልቲኡ ተልካ ካብ ሓዲ እዩ እቲ መልሲ ተረዲካ ኣሎ

እሱ ይነውሕ ኮይኑ ይስምዓኒ።
ወላ ኣነ እውን ካብዚ ዝሪኦ ዘለኹ ማለት እዩ ንቑመት ይነውሕ ማለት እዩ ካብ ንዙርያ ማለት እዩ ኣብቲ ዓይነይ ክረኣየ ንከሎ ንቑመት ደኣ እምበር በቲ ዙርያስ ንእሾ እዩ ዝመስል ማለት እዩ
ማዕበል ዙርያ ይነውሕ ኢሉ ኣሎ ኤፍሬም ከዓ ዝንውሓትን ኤፍሬምን ዮሃንስን ከዓ ዝንውሓት ይነውሕ ኢሎም ኣለዉ ማለት እዩ እዚ ክንሪኦም ኢና ክንውስኸላ ኢና ብድሕሩ ክንሪኦም ኢና ኣነ ክወስዳ ሰለስተ ሚእቲ
ኖ ኖ ኖ ዳውት
ኦኬ ኦኬ ሕጂ ከ ሓሳብኩም ትቕይሩ ዲኹም ክንሪኦኩም ማዕበል ከመይ ኢኻ ሕጂ ከ ሕጂ ደኣ ሕጂ ደኣ ርጉጽ እዩ ንውሓት ይነውሕ እምበር እንታይ ደኣ ዙርያ ደኣ ከመይ ገበር ተዘይተጋገ ንውሓት በዝራየን ዘሎ ርግፀኛ ሚእትን ሓደን ፐርሰንት ሚእትን ዓሰርተን ፐርሰንት

ኩላትኩም ንውሓት እዩ እቲ ካብቲ ዙርያስ እቲ ንውሓት ይዓቢ ኢኹም ይነውሕ ኢኹም ትብሉ ዘለኹም ማለት እዩ ኦኬ ዋላ ድሓን ክንውስኸላ ከዓ እንደገና ከመይ ክንሪኦኩም ኦኬ ሕጂ ኸ ሓሳቡ ዝቕይር ኣሎ ድዩ ዋላ እንታይ እዩ
ሓሳብ ምቕያር ዝበሃል የለን ኣብታ ናይ ቀደመይ ይፍትሓላ ኣብኣ ኣለኹ ምቕያር ዝበሃል የለን
ሴም
ክሳብ ሕጂ ከምኡ ኢሉ ዘሎ ቁመት ይነውሕ ንወስኸላ ዘና ክትቅይሩ ይትኹን እሞ ንወስኸላ ዶ ገንዘብ እንድሕር እዚኣሲ ንወስኸላ
ኦኬ ዝተዓወተ ሰለስተ ሚእቲ ክወስድ እዩ እሞ ንዓቅና ዶ

ሚትን ሓምሳን ዝበሃል ሓንቲ ሕቶ መሊሰ ሕቶ እጂ ዝመለሰ የለን ሰለስተ ሚቲ ዝተዓወተ ሰብ የለን ማለት እዩ እጂ ዕድል ኣይገበርኩምን እዚ ክቢ ስለ ኣብ ዓይንና ንእሸይ ኮይኑ ስለ ዝረኣየና እምበር እቲ እቲ ዙርያ ናይዚያ ክስታይ እሱ ይነውሕ ማለት እዩ ሰለስተ ሚቲ ዝተዓወተ ዋላ ሓደ ሰብ የለን ማለት እዩ ኦኬ ሕራይ ዝኸበርኩም ተዓዘብትና ናይ ሎማዓንቲ ትሕዝቶና ነዚ ይመስል ነይሩ። እዚኣ ሎማዓንቲ ዝሓታትናዮም ኣብ ገዛኹም ከዓ ንዕርኽትኩም ገለ ክትሓትዎም ትኽእሉ ኢኹም ፀገም ዝበሃል የብሉን መዘናግዒ እዩ። ኦኬ ዝኾነ ርእይቶ ወይ ከዓ ሕቶታት ምስ ዝህልወኩም ኣብ ኮመንት ፀሓፉልና። ክሳብ ብካልእ መደብ ንራኸብ ሰሰናዩ